እንታይ ትምኽሩኒ? ሰላም ክቡራት ተኸታተልቲ እዛ መደብ ዛንታይ ኩሉ ኣብዚ ዝቕመጠሉ ዘለኹ ሃገር ዘሎ ኤርትራዊ ስለ ዝፈልጦ ብዛዕባ ድሕር ባይታይ ብዛዕባ መንነተይ ክነግር ኣዝዩ ክኸብደኒ እዩ። እዚ ሕጂ ጓኒፍኒ ዘሎ ሽግር እውን ብዘይካ ምስ ነብሰይ ምስ ወለዶይ ፕሮዳክሽንን ምስ ወላ ሓደ ካብ ቤተሰበይን መቕርበይን ተዛሪበሉ ኣይፈልጥን። ኣነ ሓብትኹም ጓል ዕስራን ሸሞንተን ዓመት እየ። ብስድራ ዝተመርዓኹ ኣብዛ ሃገር ዝነብር ሰብኣይ እውን ነይርኒ እዩ። ካብ ሰብኣየይ ነበር ክልተ ቆልዑ ኣለውኒ። ሰብኣየይ ኣዝዩ ህርኩት፣ ብሱልን ልዙብን ሓላፍነታውን እዩ ነይሩ። ኮይኑ ግን እዚ ድሒረ ዝዕለኩም ሽግር ግዲ ብሂገዮ ንሰብኣየይ ዋላ ሓንቲ ከይገበረኒ ምሳኻ ክነብር ኣይደልን ኢለዮ። ሰብኣየይ ክቕበሎ ኣይከኣለን። ብቤተ ሰብን ዓበይቲ ዓድን መራሕቲ ሃይማኖትን ገይሩ ልምን ኣቢልኒ ኣነ ግን ኣይከውንን ኢለዮ ንዓኹም ንሰማዕቲ ከነጽሮ ዝደሊ ውን ሰብኣየይ ክንዲ ፍረ ኣድሪ ትኹን በደል እኳ ኣይበደለንን እምብሻ ክሳብ ሕጂ ዓቕሙ ብዘፍቅዶ ይሕግዘኒ ኣሎ ምስ ሰብኣየይ ኣብዚ ሕጂ ሰዓት ሰላም ኢና ዘለና ማዕረ ክንደይ ሓላፍነታዊ ምዃኑ ደቀይ ክልቲኦም ካባይ ወሲዱ ባዕሉ'ዩ ዘዕብዮም ዘሎ። ብስለቱ፣ ሓይሉ ቅንዕናኡ ወላ እኳ ካብ ቀደም ይፈልጦ'ዩ እምበር ሕጂ ምስ ተፈላለና ኣብ ልዕሊ ደቅና ኣብ ልዕለይ ዘለዎ ሓልዮት ግን እዚ ኢልካ ዝግለጽ ኣይኮነን። እቲ ካብ ሰብኣየይ ክፈላለ ዝገበረኒ ግን ንዕኡን ንኽዓርቁና ዝደለዩን እኳ እንተሓባእኩሎም ንዓኹም ንምኽርኩም ዘድልየኒ ግን ኣይሓብኦልኩምን እየ ኣነ ኣብ ሓዳር ከለኹ ምስ ሓደ ሰብ ተላልየ እቲ ሰብ እንዳደወለ ደርፊ እንዳሰደደ ኣዋልድ ከም ዝፈትወኦ ንሱ ግን ከም ዝኣበየን እናነገረ ኣነ ከም ዝፈትዎ ገይርኒ ሓሳብ ልቡ ሰሚርሉ ድማ ማሙቕ ሓዳረይ ኣፍሪሰ ናብኡ ከይደ ምስ ተፋታሕኹ ብሓንሳብ ምንባር ጀሚርና ሓድሽ ኣፍቃርየይ ምስ ተጣራነፍና ኣይደንጎየን ኣነ ክወልድ እየ ዝደሊ ኢልኒ ተሰማሚዕና ድማ ኣነ እውን ድቂ ሒዘ ወዲ ግን ኣይጸንሐን ስልብጥ ኢልኒ እዚ ጥንሲ ኣስድድዮ ኣነ ክወልድ ኣይደልን ኢልኒ ኣነ ድማ ብዝበሎ ብዙሕ እንዳተገረምኩ ከመይ ኣቢልካ ከምኡ ትብል ምሽ ተሳማሚዕና ጌርናዮ በልክዎ ኣይፈልጥን ኣነ ኣይደልን ሕጂ ሻሕ ተብልዮ ኢልኒ ኣነ ድማ እዚ ትብሎ ዘለኻ ኣይትሕሰቦ ውላደይ ክቀትል ነብሰይ ኣብ ሓደጋ ከእቶ ኣይደልን ስለዚ ወላ ይትቀበሎ ክወልድየ ኢለዮ ወዲ ኣሽንጓይዶ ከምቲ ናይ ቀደም ከኽብረኒ የፍቅረኪየ ክብለኒ ከም ሰብ ከማን ከኽብረኒ ኣይከኣለን ሰሰኺሩ ይመጽእ ካልእ ተወሳኺ ከኣ ኣነ ነብሶ ጾር ከለኹ ምሸት ምሸት ዝድውለላ ጓል ኣብ ኣውሮጳ ተላልዩ መንያ ተበልክዎ ኣይትፈልጥያን ዘመድያ ይብለኒ ኣብ መወዳእታ ግን ንዕኡ ትጽበ ዘላ ሄዋን ምዃና ፈሊጠ። በዝን ብኻልእን ዓበይቲ ነገራት እንዳተጫቓጨቕና እንዳነበርና ከለና ወድና ተወሊዱ። ከይፈተወ ኣቦ ምዃኑ ኣሚኑ ወድና ተጠሚቑ። ኣይትኣምኑንን ኩሉ ናይ ጥምቀት ባዕለይ ሸፊነዮ ከይኣክል እታ ናይ ጥምቀት ክዳኑ እውን ኣነየ ሸፊነሉ። ከምዚ ኢልና እንዳተጓዓዝና ጠቕሊልና ኣይተባተኽናን ኔርና። ብሓንሳብ ኢና ንነብር ኔርና። ወድና ሕጂ ወዲ ሓደ ዓመት ኣሎ። እቲ ቀንዲ ሕጂ ዘጨንቐኒ ምኽሪ ዝደልየሉ ዘለኹ ምኽንያት ግን ኣይትሰንብዱ። ካብኡ ንመበል ካልኣይ ግዜ ኣብዚ ሕጂ እዋን ናይ ሰሙን ዝኾን ድቂ ሒዘ ኣለኹ። ወዲ ግን ነዚ እውን ከም ዝሓለፈ ኣይተቐበሎን። ኣስድድዮ እዩ ዝብለኒ ዘሎ ኣነ ግን ከም ቀደመይ ዘበት ይብሎ ኣለኹ ሓደ ሓደ ግዜ ብጎነጽ ከስድዶ የፋራርሓኒ ሓደ ሓደ ግዜ ድማ ብምጥባር ይፍትን ኣሽንኳይ ዶ ናትኪ ናይ ሓደ ሰሙን ናይ ቀደም ኣፍቃሪተይ ናይ ኣርባዕተ ወርሒ ኣስዲዳቶ ወላ ሓንቲ ኣይኮነትን ይብለኒ ኣነ ግን ጥንሲ ከስድድ ባህጊ ዝበሃል የብለይን ኢለዮ ኣብዚ ሕጂ ሰዓት ብሓንሳብ ንነብር የለናን ውሑዳት ፈለጥትና ንምንታይ ትብድላ ኣለኻ በጃኻ ኣይትበድላ እንተበልዎ ኣይሰምዖምን መሊሱ ክኸሰይ ኢሉ የፋራርሐኒ ከይረሳዕኽዎ ክሓልፍ ዘይደሊ ክንደይ መዓልቲ ሂወተይ ከሕልፍ በረኪና ሰትየ'የ ግን ሰባት ረዲኦምኒ ሕክምና ወሲዶምኒ እዚ ጉዳየይ ስድራይ ኣይፈልጥዎን ምኽንያቱ ምስ ስድራይ ካብቲ ቀዳማይ ሰብኣየይ ክፋላለ ከለኹ ስለዘይተሓጎስለይ ጽቡቕ ዝምድና የብልናን ኣነ'ውን እዚ ነገር እንተ ነጊረዮም ከም ስዕርቲ ኮይኑ ስለ ዝስምዕኒ ኣይነገርክዎምን ዘለኹ። ካልእ ተወሳኺ ናብ ዶክተር ከይደ ነይረ ዶክተር ኩሉ ጸገም ምስ ኣዕለልክዎ ክብደትኪ ኣዝዩ ቀኒሱ ኣሎ ብዙሕ መግቢ ትበልዒ የለኽን ጭንቀት ኣለኪ ስለዝስ እዚ ጥንሲ ኣስድድዮ ከምዚ ኢልኪ እንዳተጨነቕኪ ጥዑይ ህጻን ዝውለድ እውን ኣይመስለንን ይብለኒ ኣሎ በዚ ጉዳይ ብጣዕሚ እየ ተጨኒቀ ዘለኩ ስለዚ ሰሕዋት በጃኩም በቲ ናይ ቀዳማይ ሰብኣየይ ዝበደልክዎ ተሰሚዑኩም ከይትጸርፉኒ ዝገበርክዎ ጌጋ ልዕሊ ማንም ንዓይ የጨንቀኒ የጣዕሰኒ ኣሎ ሕጅስ ጥንሰይ ነጺለ ነዚ ሰብ ብያ ምባል ዶ ይሕሸኒ ወላስ ንጥዕናይ ክብል ሱቅ ኢለ ክወልዶ እሞ ከምቲ ናይ ቀዳማይ ምስ ወለድክዎ እንተተቀበሎ ምክርኩም ሃቡኒ ክትሕግዙኒ ትክእሉ ሰባት ኣብ ኮመንት ሪኤ ኣድክሓተኩም እየ ብዝተረፈ ኣድራሻይ ንትደልዩ ግን ብወለደይ ፕሮዳክሽን ክትረኽብዎ ትኽእሉ ኢኹም የቐንየለይ ካብ ሓብትኹም ካብዚ ዘለኽዎ ሙቕ ሰላምታይ ናባኹም።